መርሓባ የሕዋተይ ኣብዚ ዘለኹሞ ሰላም ክትህልዉለይ ተስፋ ይገብር ሕጂ ከኣ ሓደ ሓውና ሓቲትኒ እዚ ማስታ ካርድ ክረዲት ካርድስ ንብብዝሒ ሓበሻና ይእዝዝዎ እዮም ጉድኣቱ እስከ ንገርና ጽቡቕ ድዩ ኢሉ ሓቲትኒ ማለት እዩ መጀመርያ እኳ ንዕኡ መሲልኒ ኣብኡ ነዊሕ ጽሒፈሉ ማለት እዩ እንታይ ክገብር ከም ዝኽእል ሕጂ ከኣ ክነግረኩም እየ ግን ብሓፈሻዊ ዝኾነ ሬክላም ዝገብሩ ብቀሊሉ ክረዲድ ካባና ክትረክብ ትኽእል ኢኻ ኣብ ብሌክ ሊስት ኣለኻ ዲኻ የልኻን ዲኻ ወይ ኣብ ሹፉ ኣብ ጀርመን ዝበሃል ኣለኻ ዲኻ የልኻን ዲኻ ኣገዳሲ ኣይኮነን ዝብሉኻ ሓደ ክትፈልጡ ዘለኩም እቲ ወለድ ናቱ ላዕሊ ካብ ኖርማል እዩ ፐርከ ብዙሕ ኣይምርምሩኻን እዮም እሙን ሰብ ዲኻ ኣይ እሙንን ዲኻ ስለዚ እቲ ሪስክ ናቶም ከኣ ልዕል ዝበለ እዩ ስለዚ እስኻ እቲ ዝበለጸ ኦፈር እቲ ዝበለጸ ኣንግቦት ኣይትረክብን ኣለኻ ብኸምኡ ተመራጺ ኣይኮነን ናይ ብሓቂ ክሬዲት እንድሕር ኣድልየካ ከኣ ኣጋባብ ናቱ ብዙሕ ነገር ኣረዲኤ ነይረ እንታይ ዓይነት ዝተፈላለየ ክሬዲት ኣለዎ ገለ ኢለ ዝተፈላለየ ቪድዮ ኣብ ፕሌይሊስት ኣለኩም ክሬዲት ካርድ ኢንካሶ ሹፋ ዕዳ ትብል ፕሌይሊስት ብብዝሒ ቪድዮ ክንድኡ ቪድዮ ከማን ንካልእ ኣርእስቲ ኣይሰራሕኩሉን መስለኒ እሱ ፈትሽዎ በብሓደ ርድኢት እንድሕር ክተጥርዩ ደሊኹም ብዛዕብኡ ማለት እዩ ብሓፂሩ ክብለኩም ግን ዘይ ምእዛዝ ይሕሸኩም በርከ እቲ ናቶም ብሕልፊ ናይዚኦም ካምፓኒ ኣለዉ ከማን ንክንደይ ዝፈልጦም ኣነ ኣብ ዘይጠንቆም ዝኣተው ብሰንክኦም ሓደ እቲ ኣጋባብ ናቶም ከማን ዳርጋ ከም ኣብ ዕዳ ክትኣትው እዮም ዝገብሩኻ ተረዲእኹምኒ ሕጂ እቲ ናቶም ብዛዕብኦም Bewertung Trustpilot ፈትሽዎ Google ንባዕላኽ እንታይ እያ ትብል ብዙሓት ሰባት ዝተፈላለየ ኮመንት ጽቡቕ ዘይኮነ ይጽሕፉሎም እዮም ንዕኦም ዝኾነ ነገር ውዕል ክትሓድር ኮለኻ ከማን ኣብ Trustpilot ኩዎራ ዝተፋላለያ ወብ ሳይት ኣለዋ እሳትን እንተትፈትሽዎን ጽቡቅ ኔሩ ካልእ ከማን ኣሎ ብዙሕ እቲ ናቶም ሽም ጥራይ ትሓትዎም ሽዑኡ ሪቪው ብእንግሊዝ ትጽሕፉ ወይ ድማ ብቪያቱንግ ወይ ድማ እቲ ሽሞም ጥራይ እንድሕር ጽሒፍኩም ከማን ኣብኡ ከሎ ይመጻልኩም እዩ ኣነ ኣይመርጸልኩምንየ ብሓጺሩ ብዝከኣል መጠን ካብኦም ዘይምውሳድ ገንዘብ እንታይ እንታይ ክትገብር ከም ትኽእል ኣብቲ ካልእ ቪድዮ ኢለዮ ኣለኹ። ወለድ ዘለዎ ግን ብዙሕ ግዜ ከዓ እቲ ወረቐት ናይዚ ዓዲ ዘለካ ዳርጋ ኣየፍቅደልካን እዩ። ይርድኣኒ እዩ እዚ ከማን ንዓይ በርከ ሪኤዮ ኣለኹ ኣብ ኣሕዋትና እቲኦም ባንክ ኣይህቡኻን እዮም ኣብ ውሱን ወረቐታት ወይ ስራሕኻ ከዓ ቀዋሚ እንድሕር ዘይኮነ ከም በዚኦም ሳይት ኣርባይት እዚኦም ኤጀንሲ ናይ ግዚኡ ስራሕ ዝህቡኻ እንድሕር ትሰርሕ ኮንካ ኣይህቡኻን እዮም ወይ ድማ ነዊሕ እንድሕር ኣብቲ ዓዲ ዘይገበርካ ሬኮርድ ብዛዕባኻሲ እሙን ድኻ ኣይእሙንን ክፈልጡ ኣይክእሉን እዮም ሶ እቲ ንኸይህቡኻስኒ ተኽእሎ ብዙሕ እዩ ግን ናይ ግድን ገንዘብ ከ ኣድልየካ ካብ ሰብ ከዓ ክትልቃሕ ኣይደለኻን ግን ስራሕ ከዓ ኣለካ ሕጂ ብሕልፊ ዳይሬክት እንድሕር ትሰርሕ ኮንካ እዚኦም ኤጀንሲ ከምኡ ይገብሩ ድዮም ኣይገብሩን ተመኩሮ የብለይን ዳይሬክት ብቑዕ ስራሕ እንድሕር ኣለካ እቲኦም ገዛ ጥዑያት እንድሕር ኮይኖም ከኣ እሱ ከማን ደስ ኣይብል እንዲዩ ማለት ክትሓትት ገንዘብ ግን እንተ ናይ ብሓቂ ናይ ግድን ኮይኑ ካብቲ ወሃቢ ስራሕኻ ክትሓትት ይሕሸካ እንድሕር ፅቡቕ ርክብ ኣለካ ምስኦም ብዙሕ ግዜ ክፈልጡ ይደልዩ እዮም እንታይ ደኣ ስለምንታይ ክንድኡ ኣድሊካ ይብሉካ እዮም ግን እሱ ይሓይሽ ይብል ማለትስ ልሙድ እዩ ኣለዉ ክንደይ ሰራሕተኛታት ካብ ባንክ ዝሓቱ ካብ ናቶም ካምፓኒ ይሓቱ ኣብ ገሊኡ ስራሕ ከዓ ብዘይ ፀገም ይህቡካ እዮም ኣብ ገሊኡ ከዓ ይጥንቀቁ እዮም ብርክ ንስኻ ከማን ድሕር ካብቲ ስራሕ ወፂኻስ ወላ ሓደ ክሓቱኻ ከቢድ እዩ ኦኬ ብሕጋዊ ስለ ኩንትራት ትገብር ኢኻ ምስኦም ከማን ግን ብዙሕ ግዜ ብዘይ ወለድ እዩ ተረዲኹምኒ ግን ባዕልኻ ክትመዝኖ ኣለካ የዋፃኣካ ድዩ ኣይዋፃኣካን ክትነግሮም ከትደሊ ዲኻ ትሽግርካ እንታይ ዓይነት ርክብ ኣለካ ምስኦም ልሙድ ድዩ ብቲ ገዛኽኒ ብሕልፊ ኣብዚ እዋን እዚ ንባዕሎም እቲኦም ካምፕኒ ንባዕሎም ስኒ እቲ ዕዳጋ ከም ቀደሙ ይከደሎም እዩ ዘሎ ግን ኩሉ መዚንካ እቲ ገዛኹም ድሓን እንድሕር ኮይኑ ብቲ ትሰርሓሉ ከምዝን ከምዝን ኮይነስ ናይ ግድን ኣድልኒ መሐከሚ ነደይ ድዩ ወይ ወትኤቫ እቲ ዘለካ ፀገም ከምዝን ከምዝን ሓፍተይ ኮይና ብ ከምዚ ዓድስ ኣድልኒ ክንዲዚ ክሰደላ ኣለኒ ማለት ነፃ ኮይንካ ይፈልጡ እዮም ዞቪዞ ኣብቲ ፋሚሊ ክስታይ ከም ዘለና እቲ ዘሎስ እንተነጊርካዮም ይከኣል እዩ ኣዞ ኣነ ኣለዉ እኹላት ዝፈልጦም ከምኡ ዝሓቱ ተረዲኹምኒ ምናልባት ከዓ ይሓትኽካ ንኸውን ኣድሊኒ ኣሎ ናይ ፋሚሊ ጉዳዩ ኢልካ ከዓ ብድብድቡ ትፍትን ማለት እዩ ናይ ግድን መይቢ መጀመርያ ኣፅቢብ ፅቡቅ ክትነግሮም ኣድላይ ከማን ኣይከውንን እወይ እወ ወይ ኖኖእ ክብሉኻ እዮም ግን እቲ ደስ ዝብለካ ብዙሕ ግዜ ከምቲ ኣነ ዝፈልጦ ምናልባት ንዓኻ ወለድ ክንድዚ የድልየና እዩ ይብሉኻ ክኾኑ ኣይ ዶንት ኖው መብዛሕትኡ ግዜ ግን ኣብቲ ናትና ስራሕ ሕጂ ብዘይ ወለድ እዮም ይህብዎም ካብቲ ደሞዝ ናቶም ሽዑ ክንድዚ ይቕንሱሎም ኣብቲ ናይ ደሞዝካ ከኣ ኣሎ ሙዝጉብ እዩ ሽዑኡ ካብኦም ስለ ገንዘብ ዝወሰድካ ማለት እዩ ከም ሓሳብ እየ እዚኣ ክህበኩም እንተጠቒማትኩም ጽቡቕ ብዝከኣል መጠን ግን በቲ ዘለካ ክትካየድ እዩ ኩሉ ግዜ ወይ ዕቁብ ከኣ ዕቁብ ከማን እንተተኻኢሉ ከምኡ ከማን ማለት ዜሩ ዜሩ ስለ ናብ ኩላትካ ዝበጽሕ ትገንዘብ እምበር ካብ ባንክ ገለ ኣብዚ እዋን እዚ ብዙሕ ኣይመርጸልኩም እየ ሶቪዞ ማለት ከቢድ እዩ ቀሊል ከኣ ኣይኮነን እንድሕር ከምቲ ኣብቲ ካልእ ቪድዮ ዝበልክዎ ኣብ ዕዳ እንድሕር ኣቲኻ እንታይ እንተገበርካ ሓየሽ እንታይ ዓይነት ክሬዲት እዩ ከ ጽቡቅ ክሬዲት ዝበሃል ዕዳ ዝበሃል እቲ ዘየድሊ ዕዳ ከ እንታይ እዩ ኢልካ እሱ ክትርእዎ ይሓተኩም ማለት እዩ እምበር ሕጂ ኣብዚ ብዙሕ ክብል ምኸኣልኩ ግን ክንደይ ቪድዮታት ኣሎ ኣብቲ ፕሌይሊስት ክሬዲት ገሌልኩም ፈትሽዎ ፕሊስ እቲ ናይ ቀደም ቪድዮታት ከዓ መዓት ኣለኩም ኤቫ ግሪን ቪድዮታት ማለት ቀፃሊ ክትሪኦ ትኽእል ኢኻ ብርክ ቀፃሊ ዘሎ እቲ ኣርእስትታት ማለት እዩ ኣብ ዘዘለኻዮ ሃገር ከኣ ክትሪኦ ትኽእል ኢኻ ብዘይ ሽግር ማለት እዩ ክጠቕመካ ይኽእል እዩ ናትኩም መልሲ ከዓ ንገሩኒ እንታይ ሓሳብ ኣለኩም ወይ ካልእ ኣይዲር እንታይ ኣለኩም እንታይ ክተማኽርዎም ትኽእሉ ንከምኦም ሰባት ኣብ ታሕቲ እንተዝፅሕፉለይ ደስ ምስ በለኒ እዚ ኣብ ማስታክ ክሬዲት ካርድ ግን መብዛሕቶም ኣብ ዘይዕደኦም እዮም ዝኣትዉ ድማ ወለድ ናቶም ላዕሊኡ እቲ ኩንትራት ናቶም ከማን ደስ ኣይብልኒ ኩሉ እንታይ እንታይ ኣድላይ ኣይኮነን ሕጂ ብዝከኣል መጠን ግን እንተ ወሲድኩም ኣለኹም ከኣ ቀልጢፍኩም ክትከፍልዎ ሕሸኩም ኣብ ክንዲ ወለድ ንወለድ ትኾኑ ማለት እዩ እቲ ገንዘብ ዝያዳ ኣብ መወዳእታ ዕዳ ዝጸንሓኩም ኤንድ ያ እቲ ካልእ ቪድዮታት ከኣ ፈትሽዎ ገንዘብካ እከ ኣየናይ ክትመልሶ ትኽእል ኢለ ከማን እንድሕር ገንዘብ ኣድልየካ ከማን እቲ ሰራሕተኛ ናይ ብሓቂ ኮንካ ከኣ ቅድሚ ሕጂ ሰራሕተኛ ኔርካ ናይ ኣርባዕተ ዓመት ግብሪ ዝኸፈልካዮ ክትመልሶ ትኽእል ኢኻ ቅድም ንሱኢታት ትፈትን ኢኻ እቲ ግብሪ ክትመልሶ እንድሕር ኮንካ ከኣ እንታይ እንታይ ክትገብር ኣለካ ንባዕሉ ፕለይሊስት ኣለኒ ኡ ናይ ግብሪ ኣብ ሕልፍነትኦም ደቂ ጀርመን ከምኡ ከኣ ናይዚ ኣብ ፌስቡክ ክትፍትና ትክእል ኢካ ገና ኣሎ ክፉት ዕድል ኣሎ እቲ ፌስቡክ ኣብዚ ቀረባ ግዜ ኣይ ዶንት ኖው መኣስ ከም ዝዓጽዎ እንድሕር ተዓጺናዮ ኢሎም ከኣ ሰለስተ ሰሙን ጥራይ እዩ ዘለና ኣብዚ እዋን እዚ ክፉት እዩ ዘሎ ልክዕ ክብለኩም ኣይክእልንየ ክሳብ መኣስ ክትገብሩ ከም ትክእል እቲ ናይ ፌስቡክ ሎሚ ከማን መሊሰ ለጢፈዮ ኣለኩ ብ ኩሉ